ክልተ ጽሑፍ ከቕርብ ቀዳማይ ጽሑፍ ታእዩ ከለለ ቋንቋ ትግርኛ ልፍቕሪ ምጽሓፈ ይበቅዐ ልበሃሎ ርግጠኛ እየ ዝሆም ዝበለ ቆልዓ ላሉ ፎትያ ብትግርኛ ደብዳቤ ጽሒፉ እምብል ተባህለ እዩ ንሕደ ገባቡቲ ቋንቋ ምስባብ

እዛ ኣጸጋጊዕኻ ዜና ኣመል ጌርናያ ብቀደማይ ደኾን ሰብኣይ ተፈቲሖም እዞ ዜና ከምዚ ነይሩ መን ደኾን ተፈቲሖም እዚ ፍልይ ለብሎ ኣብ ማርያም ምውዓሉ እዩ ኣርባዕተ ነጥቢ። ታይ እዩ ልፈልዩ እዚ ኣልተፈትሑ ተተፈትሑ ደረውኡ ኔዎ እዩ ኸዚ ኣብ ቀረባ ግዜ

ከምቲ ልሙድ ታይ ኮን ኮይና እያ መርዓ ትፀልእ እያ ከይነን ኣደዳኣ እዩ ኢሎምዋ ኣታቱ ምስኣኹ ኪስ ኪስ ልብል ልነበረ ሰብኣይ ኮይኑ ካልኢቲ ተመርዕዮ ካልኢቲ ተግንዮ ነጊርዋ ዶ ኮን እዩ ተመርዕዮ ታኳንጫ ናኣና ዋየ ኣታ ብደዋ ኣባቀሬስ ልምንታይ እዩ ብሃምዚ ልበሃል ተመርዖ ተላ ብቻ ድያ ከፍ ትብል ኮይና ልገርመኒ ግን ሓደ ሓዲኤን ካብዚ ሓሜት ተሪፈን ልዓመትኡ ልዓመትኡ ጥሪ ክምርዖኣ ተለዋ እዩ መርዓ ካበ ልዕልኹም ናይ መርዓ ግጥሚና ተሃድሶ ለድልዮ ኮይኑ ኣይትሰምዕኩም እዩ ሃይማኖት የልዕልኹ ደቂ ሓፍተይ መርዓ ትብል ኣስምሩላ ኣብ መርዓ ምሕፋር ኣብ ልቃረየሉ ግዜ ታዩ ኣይዞሽ ሙሽሪት ኣይበልሽ ከፋ ሁሉም ያገባል በየወረፋ ማለት እዛ ኣምሓርኛ ከመይ ሪኢኽዋ ታይ እዩ እዚ ኩላይ ተገይፅኺ በዲሎምኺ ድዮም ኣቦኺ እነኺ በዲሎምኺ ድዮም እቶም ወለድኺ ሕደጊ ዶ ጓለዋ ንውሪ ሞክሪ ምሸት ትሕጎስስ ኸዚ ዶ ሕፈሪ ብልብላ ግጥሚ ተትትካእ ታይ ሓሳብ ኔርኩም ናይ ምግጣም ብቅዓተይ ግን ተወንጪፉ ዶ መስለኒ ናይ መርዓ ገጣሚ ግዲ እዩ እጣፈንታይ ኾነይ መነይ ወርሒ ጥሪ ጸዋዒት መርዓ ጽጋበኛ ወርሒ መጠንሰሲት ቆልዑ ብቻ ተይኾነት ሻላ ድንግልና ልጠፈ ቁጽሪ ደርሆ መመናመኒት ወርሒ እያ ልኣና እያ ናጽጋብ ወርሒ እምበይ ንደርሁ ናምጸት ኣለም ወርሒ እያ ዮናስ ሓረጎት ፊደል ዓዲ ጋፉፍ መቐለ የቐኔለይ።